ኦኬ እዚ ኣብ ኣሪዞና ፊኒክስ ዝርከብ ናይ ኤርትራውያን ሓደ ኣብያተ ዕዮ እዩ ስለዚ ካብዚ ሎ መዓልቲ ንመፈተንታ ኢልና ቀዳማይ ፈተና ንፍትን ኣለኽና እዚ ኣብያተ ዕዮ እዚ መፈተንታ ማለት እዩ ፈተና ንገብር ኣለና በብግዚኡ ካብቲ ድምፂ መፃ ኣለናብዚ እንታይ ክንገብር ኣለና እቲኣ እትብል ድምፂ ኣየጥፋእያ እቲኣ ድምፂ ጥፋእያ ድምፂ ጥፋእያ ድምፂ ጥፋእያ ኦኬ መቓልሕ ክገብረልና ፀኒሐ ካብቲ ቴሌቭዥን ዝመፀ እሞ ሕጂ ጥፊእናዮ ኣለና ግን እዚኤን መሽን እዚኤን ኣብ ሃገርና ቶርኒቶረ ንብለን ቶርኒቶረ ንብለን ብሓጺሩ ወዲ ሰብ ይደንቃሳቅሰን እዚኤን ግን ፍልይ ዝገብሮን ካብኡ እንታይ እዩ ፕሮግራም ጌርካ ብሓጺሩ በቲ ኣሎ ዝበሃል ቴክኖሎጂ ኣብዚ ግዜና ማለት እዩ ሶሊድ ዎርክ ዝበሃል ኣሎ ሓደ ዓይነት መሳለጥያ ወይ ሶፍትወር እዩ ማስተር ካም ዝብሃል ከኣ ኣብ ፕሮግራም ዝሕግዘካ ከኣ ካልእ ሶፍትዌር እዩ እታ መሽን ስለዚ ሰለስተ እዘን ሰለስተ ኣካላት እዚኤን ተዋሲኤን እቲ ዘድሊ ኣቕሓ ልክዕ ጸሪበን ይህባና ማለት እዩ ስለዚ እታ ቀዳመይቲ እቲ ሶፍትዌር ሶሊድዎርክ ዝብሃል ኣብ ምስኣል ዓቢ ተራ ዘለዎ እዩ እቲ ማስተር ካም ከኣ ኣብቲ ፕሮግራም ምውጻእ ዓቢ ተራ ዘለዎ እዩ እታ መሺን ከኣ እቲ ግቡእ ቦታኣ ምስ ነገርካዮ እቲ ዝጸርብ ጫፍ ቦትኡ ምስ ነገርካዮ እታ መሺን ኣበይ ከም ዘሎ ስለ ትፈልጥ በቲ ዝመጽእ ፕሮግራም ከኣ እቲ ቕሓ ከምቲ ዝሰኣልካዮ ልክዕ ጌራ ጸሪባ ትህበካ ማለት እዩ። ሕጂ ሎሚ መዓልቲ ምናልባት እዚ ዓይነት ኣቑሑት ወይ እዚ ዓይነት መሽነሪ ወይ እዚ ዓይነት ኣሰራርሓ ኣብቲ ናህና ቋንቋ ትግርኛ ስለ ዘየሎ ገለ ገለ ምስቲ ናይ እንግሊሽ ቋንቋ ኣዛሚድና ኣሽማት ክንህቦ ኢና ማለት እዩ። ልክዕ'ዩ ኣብ ቋንቋ በቲ ዓይነት ዝንቃሳቀሶ ዘሎ ወይ ብቀጥታ ኣብ English ከመይ ይብሃል እሞ ብ ትግርኛ ከ ከመይ ጌርካ ትትርጉሞ ኣብኡ እንዲና ክንሙርኮስ ግን ሕጂ ነዚኤን ሎማዓልቲ እቲ ከም መፈተንታ ኢልና ኣቅሪብናዮ ዘለና ነዛ መሽን እዚኣ ናከሞራ ታሜ ዝብሃላ ናይ ጃፓን ዓይነት መሽን እየ ነየ ግን ውሽጢ እዛ መሽን እዚኣ እንታይ እንታይ እዩ ዘሎ ካብተን ቀንዲ ኣካላት ናይተ መሽን እንታይ እየ ነየ ቅድም ንዕኡ ሰብ ከነላሊ ክንፍትን ኢና ስለዚ እዚ ዝመፅእ ዘሎ ሰሙን ነተን ዘለዋ ዓይነሽ መሽን እንዳርኤና እቲ ውሽጣዊ ኣካላተን እንታይ ይባሃል ብትግርኛስ እንታይ ክንብሎ ንክእል ኣብኡ ኢና ፈለማ ብብዝቲ ዘሎ ቋንቋ እንግሊሽ ዝጽውዖ ገሊኡ ብእንግሊሽ እንዳጠቀስና ግን ብትግርኛ ከምዚ ክትብሎ ትክእል ኢካ ምክንያቱ እቲ ዝቀረበ ትርጉም ናቱ እሱ ስለ ዝኮነ ማለት እዩ ስለዚ ቀዳመይቲ ኣብዚ ክንዛረበላ ወይ ውን ኣብቲ ውሽጢ እቲ መሽን እዚ ርኣይዎሞ ቆፎ እንድዩ ዝመስል ኣብዚ ማዕጾ ኣለዎ እዚ ማዕጾ እዚ ብሓጺሩ እታ ኣቅሓ ክትጽረብ ኮላ ዋላ ሓንቲ ኣይ በዚ መስትያት ናቱ ወይ ቀዳዳ ኣሎ በዚ ቀዳዳ እዚ ኮንካ ኢኻ ክትርእዮ ትኽእል ማለት እዩ እምበር ማይ ወይ ፈሳሲ ስለ ዝግጨቦ ማዕጾ ተኸፊቱ ከሎ ናይታ መሽን ክትሰርሕ ምናልባት ክትሕጸብ ተደሊኻ ክትከፍቶ ትኽእል ኢኻ ተዘይኮነ ከፊትካ ኣይስራሕን እዩ ግን ሎማዓልቲ ካብቲ ሓደ ክንገብሮ ዘለና ኢለ ከም ነጥቢ ዘልዓልክዎ እንታይ እዩ ቅድም ኣብ ምስ ምስትምሃር ናይዚ ቴክኖሎጂ እዚ ነቲ ኤርትራዊ ብዓቕምና ከነርእዮ ግን ቅድም ብትግርኛ ተርጉምና ቀዳመይቲ እዚኣ እትሪእዋ ዘለኹም እዚኣ ስፒንድል ትበሃል። ስፒንድል ማለት ስፒን ምዝዋር ማለት እዩ። እዛ ስፒንድል እዚኣ ነቲ ደረቕ ሓጺን ነኺሳ ትሕዘልካ ማለት እዩ። ስለዚ እዛ ስፒንድል እዚኣ ምናልባት ዘዋሪት ክንብላ ኢና ንሕና። ስፒን ማለት ምዝዋር ማለት እዩ። ስለዚ ኣብቲ ቋንቋ ትግርኛ ዘዋሪት ክንብላ ኢና ንክስዒተይ ክሳብ እቲ ቋንቋ ትግርኛ እቶም ናይ ትግርኛ ተፋላሰፍቲ ሽም ክሳብ ትህብዎ ወይ ውን እቲ ቴክኖሎጂ ተኣታትዩ ክሳብ ንሰርሓሉ ግን ዘዋሪ ክንብሎ ኢና ምክንያቱ እሱዩ እቲ ዝዘውር ኣብ ቋንቋ እንግሊሽ ከኣ ስፒንድል ስፒን ማለት ዙር ማለት እዩ ወይ ይዘውር ማለት እዩ ሰለዚ ካብኡ መልክዕ ዘዋሪት ጥራይ ክንብሎ ኢና ማለት እዩ። ስለዚ እዚ ዘዋሪ እዚ ሰለስተ ኣስናን ዝመስል ዘለዎ ጃው ይበሃል። ጃው ከኣ ከምዚ መንጋጋ ወይ እዩ መንጋጋ እዩ ነቲ ሓጺን እቲ ደረቅ ሓጺን እዚ እዚ እዚ ጃው እዚ ክሕዞ ማለት እዩ። ስለዚ ነዚ ኣብዚ መእሰሪ ኣሎ በዚ ደገ። ነዚኣ ማለት እዛ እዚኣ ትሪእዋ ዘለኹም እዚኣ እዚኣ ከምዚ ናቱ ሓጺን ኣሎ ኣብኡ ኣእቲኻ ነቲ ደረቕ ሓጺን ክትጸርቦ ደሊኻ ዘለኻ ነኺሱ ክሕዞ ምእንቲ በዚ ጌርካ ጠዊኻ ምናልባት ኣየናይ ከምዚ ኢላ ትኣቱ ሽዕኦይ እንታይ ትገብሮ እዚኣ ንደገ ገጻ ትኸፍቶ ነቲ ስኒ ነቲ እንታይ መንጋጋ ዶ ክንብሎ መንጋጋ ነቲ መንጋጋ ከፊታ ንኣብዚ ትኸፍቶ ዳሓረይ ካኣ ትኣስሮ ስለዚ ከምኡ ጌርካ ነቲ ሓጺን ቀጠው ኣቢላ ትሕዞ ሽዑ ነቲ ሓጺን ሒዣቶ እያ ትዘውር እዚኣ እዛ ዘዋሪት እዚኣ ነቲ ሓጺን እንታይ ትገብሮ ሒዣቶ ትዘውር ማለት እዩ ሕጂ ክትዘውር ኮላ ምስ ንዓኣ ነታ ሓጺን ኣቕሓ ክንሰርሓላ ንሓስብ ዘለና ንዓኣ እቲ ጸራባይ ጫፍ ክንብሎ ኢና ወይ ብእንግሊሽታ ይብልዎ Insert እብሃል እቲ Insert ከኣ ከምዚ ተሪር ነገር ተሪርኒ በሊሕኒ ዝኾነ ካብ መብዛሕትኡ ወይ ካብ ካርባይድ ወይ ካብ ካልዕ ተረርቲ ዓይነት ነገራት ተሰሪሑ ኣብ ምጽራብ ዓቢ ተራ ዘለዎ እዩ። ስለዚ እዚ ጸራቢ ጫፍ ክንብሎ ኢና። እዚ ጸራቢ ጫፍ ነዚኣ ቦታኣ ገዛኣ ገጽና ክንመልሳ እንዲና ሸዕኦይ ብ ጠውየ ከርእየኩም እየ። ኦኬ ስለዚ እታ ስፒንድል ንብላ ወይ ዘዋሪት ዘዋሪት ከመይ ነቲ ሓጺን ሒዣ ምስኣ ተዝውሮ ኣካል እዚኣ ኢልና ናይ እዚኣ ወዲእና ኣለና ሎማዓልቲ እዚኣ ስፒንድል ወይ ዘዋሪት ንብላ ደረቅ ሓጺና ትሕዞ እሳያ ካልእ ከኣ ኣብዚ ኣለኩም ተረጥ እባሃል እዚ እዚ ተረት እዚ ከኣ ነቲ እቲ ዝጸርብ ጫፋት እዚ ተሰኪምዎ ዘሎ እዚ ሕዥዎ ዘሎ እዚ ተሰኪሙ ከኣ ናበይ ገጹ ይቀርብ ናብታ ዘዋሪት ገጹ ይቀርብ እታ ዘዋሪት ከኣ ነቲ ክጽረብ ዘለዎ ሓጺን ሒዣ ምስኡ ትሕንበብ ትዘውር ስለ ዘላ ደሓረይ እዚ ጫፍ መጺኡ ልግብ ክብሎ ከሎ እቲ ሓደ ዘውር ስለ ዘሎ ምስታ ዘዋሪት ኮይኑ ተሓጺኑ ዘውር ስለ ዘሎ ነቲ ሓጺን ይጽረብ ማለት እዩ። ሕጂ እዛ ተረት እንታይ ክንብላ ኢና ብትግርኛ ተረር እያ ትብል ትዘውር እያ ስለዚ ተረር ክንብሎ ኢና ንክስዒተይ ብእንግሊሽ ከኣ ተረት ይበሃል ኣብኡ ከሎ ምእንቲ ልግብ ኢልና ንማለቱ ሓደ ክመስል ተረት ክንብሎ ኢና እምበር ዳርጋ ነቲ ነቲ ዝጸርብ ጫፋት ተሰኪማ ዘላ ትቕልስ ወይ ትዘውር እዚኣ ቀላሲት ውን ክንብላ ንኽእል ኢና ንክስሒተይ ግን ምስዚ ቋንቋ ትግርኛና ምእንቲ ከነማሳስሎ ብዓቕምና ንፍትን ኣለና እዚ ሕጋዊ ኣብ ዲክሽነሪ ናይ ትግርኛ ኣቲና ክንዛረብ ማለት ኣይኮነን ግን ብዓቕምና እዚ ሓድሽ ኣብ ሃገርና ዘይተኣታተወ ዘሎ ኣሳራርሓ ወይ ምስናዕ ባህሪ ስለ ዝኾነ ምስ ግዝየ ኣብ ዝተፈላለየ ቪድዮ ክሊፕ እንዳዳለና ነቲ ህዝቢ ወይ ነቲ መንእሰይ ወይ ነቲ ሓድሽ ወለዶ ኣብ ምስግጋር ዓቢ ተራና ክንጻወት ኢና ማለት እዩ ስለዚ ኣብዚ እንድሕር ኣስተውዒልኩምሉ ምናልባት እታ ክገብር እየ ነዚ ተረት ድብሃል ወይ ቀላሲ ወይ ተረር ክብለኩም ጸናሕኩ ኣዝውሮ ኣለኹ ነፍሲ ወከፍ ጫፍ ነናታ ተራ እዩ ዘለዋ እንታይ ትገብር እንታይ ትጸርብ ብኸመይ ትጸርብ ነናቱ ተራ እዩ ዘለዎ እንድሕር ሪኢኹሞ እዚኣ ከኣ ምናልባት ካብ ቁጽሪ ሓደ ክሳብ ቁጽሪ ዓሰርተ ክልተ ቦታ ናይ ምትሓዝ ናይ ጸራቢ ወይ ጫፍ ጸራቢ ጫፍ ትሕዝ ገሊኡ ደንኩል ገሊኡ ብደገ መጺኡ ድጸርብ ገሊኡ ብውሽጢ ኮይኑ ድጸርብ ገሊኡ ከኣ ባዕሉ እንዳዘወረ ድጸርብ ደለዎ ዓይነት መሽን ስለ ዝኾነት እያ እዚኣ ነቲ ተረት ወይ ተረር ደልኩኹም ዓንተወይ እዚ ምናልባት በብሓደ እታ መሽን ኣብ ሓደ እዋን ወይ ኣብቲ ፕሮግራም ክትጸርብ ኮላ ሓንቲ ቱል ናታ ስራሓ ሰሪሓ ገዝኣ ትኸይድ መልሹ እቲ ፕሮግራም ከኣ ዝል ኢሉ ከኣ ኣብታ ካልኣይቲ ቱል ክትገብሮ ዘለዋ ኣብቲ ፕሮግራም ስለ ዘሎ ትኸይድታ ካልኣይቲ ቱል ትመጽእ ሳልሰይቲ ትመጽእ ራብዐይቲ ትመጽእ ኮም እንዳለ ክሳብ ክንደይቲ ትጥቀም ንሓንቲ ኣቕሓ ንክትጸርባ እሱ ከከምቲ እቲ ኣቕሓ ምትሕልላኹ ወይ ዘድልዮ ዓይነት ታሽ ኣገባብ ኣጻራርባ ማለት ስለዚ ኣብዚ ቀሪበ ክርእየኩም ክፍትን እየ ካብ ቁጽሪ ሓደ ክሳብ ቁጽሪ ዓሰርተ ክልተ ኣሎ ራኣይዎ እዚኣ ቁጽሪ ሓደ ብዚኣ ንሃለ ቁጽሪ ክልተን ልዕሊ ኣላ ሰለስተ ኣርባዕተ ሓሙሽተ ሽድሽተ ሸውዓተ ሸሞንተ እንዳለ ኣብ መወዳእታ ንኣልኩም ኣብዚኣ ቁጽሪ ዓሰርተ ክልተ ስለዚ እዚኣ ከኣ ንሎማዓልቲ ካብቲ መዓንጡይ ዝዓንጡይ ናይታ መሽን እንታይ ማለተይ ውሽጣዊ ኣካላት ናታ ከነላሊ እንዲና ንፍትን ዘለና ከም መጀመርያ መፈተንታ ኢልና ቪድዮ ወይ ላይቭ ነዳልዎ ዘለና እዩ ስለዚ እዚኣ ተረት ወይ ቀላሲት ንብላ ኣብ ቀላሲት ከኣ እቲ ድጸርብ ጫፋት ወይ እቲ ድጸርብ ዓይነት ኣቕሓ ኣቕሓ ደይኮነስ ድጸርብ መሳርሒ እዩ መሳርሒ ድበሃል ቱል እዩ ዝበሃል እዚ ቱል እዚ ከኣ ብሓጺሩ እቲ ምጽራብ ናቱ ተራ እዩ። እሱይ ዝጸርቦ ተሪር እዩ፣ በሊሕ እዩ። በዚ መልክዕ ከኣ ነቲ ሓጺን ኣብኡ ከሎ በቃ ከም ከም ስጋ ኣሚን ከም ካራ ንስጋ ትቆርጾ። እዚ ኸኣ ነቲ ሓጺን እዚ እዚ ጫፋት እዚ ነቲ ሓጺን በቃ እቆርጾ ማለት እዩ ይቆርጾ ይጸርቦ ስለዚ እዚ ምናልባት ከምቲ ኣቀዲመ እጠቀስክዎ ኣብ ሃገርና ዘይተኣታተወ ዘሎ ምናልባት ከኣ ዋላ ብመልክዕ ኣፍሪቃ ከማን ክንዲ እቲ ደይተኣታተወ ዘሎ ቴክኖሎጂ ኣብ ግዜ ግን ኣብ ሃገርና ተኣታቲና እዚ ቴክኖሎጂ እዚ ህዝቢ ናይ ስራሕ ዕድል ክረኽበሉ ዝኽእል መገዲታት ክንፈጥር ብዓቕምና ክንጽዕር ኢና። ስለዚ እዚ መስል ሎምዓልቲ ክልተ ነገር ኣላልየኩም ኣለኹ። እታ ቀዳመይቲ እዚኣ ስፒንድል ወይ ከኣኒ ዘዋሪት ንብላ ነቲ ደረቕ ሓጺን ዝጽረብ ትሕዘልና ኣካል እያ እዚኣ ማለት እዩ ትዘውር እያ እዚኣስ እንድሕር ሕጂ ከምዛ ዘለዋ ከርእየኩም እየ ምናልባት ከዝውራ እየ በቲ መሺን ጌረ ስለዚ እንድሕር ሪኢኹማ ናልኩም ዝተፈላለየ ስፒድ እንዳገበርካ ወይ ፍጥነት እንዳገበርካ ሕጂ ኣብቲ ዝተሓተ ኣብቲ ዝተሓተ ፍጥነት እያ ዘላ ትሪእዋ ኣለኹም ካብዚ ግን ክውስኾ ክእል እየ እንዳወሰኽኩ ኣብቲ ክሳብ ኣርባዕተ ሽሕን ሓሙሽተ ሚእትን ረቮሉሽን ፔር ሚንት ኣብ ሓደ ደቂቕሲ ኣርባዕተ ሽሕን ሓሙሽተ ሚእትን ምናልባት ክሳብ ሓሙሽተ ሽሕ ክትከይድ ወይ ክትውንጨፍ ትኽእል ኣብ ሓንቲ ደቂቕ እየ ዝብለኩም ዘለኹ ስለዚ እንድሕር ሪኢኽሞ እዚ ዳርጋ ኣብ መወዳእታ ኡይ ከም ዝብል ክትገብሮ ትኽእል ኢኻ ምኽንያቱ እቲ ጠጠው ኢሉ ዘሎ እዩ ዝመስል ምኽንያቱ እዚ ብጣዕሚ መወዳእታ እዚኣ ከምዚኣ ትሪእዋ ዘለኹም ጠጠው ኢላ እያ ዘላ ትመስል ስለምንታይ ኣጸቢቃ ሕጂ ክንደይ ትከይድ ኣላ ሽሕን ሸውዓተ ሚእትን ሓምሳን ረቮሉሽን ወይ ዙረት ኣብ ሓደ ደቂቅ ኣብ ሓደ ደቂቅ ሲ ሽሕን ሸውዓተ ሚእትን ሓምሳን ትከይድ ኣላ ምናልባት ውስክ ኣቢለ ክልተ ሽሕ ከይዳ እናሃልኩም እነበልኩም ክልተ ሽሕን ክልተ ሚእትን ሓምሳን እዩ እዚ ዳርጋ ደው ኢሉ እዩ ዘሎ ዝመስል ግን እዚ ፍጥነት ደሎ በዚኻ ነቲ ቕሓ ቀልጢፍካ ጸሪብካ ሕጂ ናሃልኩም ኣዝሒለያ ኣብታ መወዳእታ ድዛሓለ ጠጠው ኣቢለያ ናሃልኩም ከኣ እዚኻ እቲ ዝልዛሓለ which is ዳርጋ እንታይ ትብለኒ ኣላ ሚእቲ ዙረት ናብ ሓንቲ ደቂቅ እያ ትብለኒ ዘላ ስለዚ እዚ እዚኣ እታ ስፒንድል ደልናያ ኢና እታ ተረት ከኣ እደግመልኩም እየ ዘለኹ እዚኣ ስለዚ ዘዋሪት እያ ከምዛ ክትርእይዋ ዝጸናሕኩም ትዘውር ጸኒሓ እታ ተረት ወይ ቀላሲት ንብላ ከኣ እታ ኣቕሑት ተሰኪማ ኣቕሑት ወይ ጸራቢ ጫፋት ተሰኪማ ትኸይድ ዘላ ከኣ እዚኣ እያ እዚኣ ከኣኒ እቲ ፕሮግራም እዩ ንነፍሲ ወከፍ ዓይነት ቱል ከምቲ ኣብቲ ፕሮግራም ዘለዎ እንዳመረጸ ይጸርብ ማለት እዩ ኣብዚ ናሃልኩም ሓንቲ ከምዚ ብልሕ ድበለ ጫፍ ደለዎ እዚ እዚኣ ከኣ እንታይ ትበሃል ቴል ስታክ ትበሃል ቴል ስታክ ማለትሲ በቲ ጭራ ናይቲ ድጽረብ ደሎ ደጊፉ ድሕዝ ማለት እዩ ህጂ እዚኣ ኣብኡ ከለና ጭራ ደጋፊት ክንብላ ኢና ካብቲ እንግሊሸ ብቀጥታ ዝከይድ ደለኩ ቴል ስታክ ይበሃል በቲ ቴል በቲ ጭራ ኮይና ደጊፋ ትሕዝ ማለት ስለዚ ሓደ ኣቅሓ ነዊሕ እንድሕር ኮይኑ ኣብቲ ነካሲ ኣብዛ ዘዋሪት ኣብታ ዘዋሪት ተነኪሱ ተታሒዙ ከሎ እንድሕር ነዊሕ ኮይኑ ክጽረብ ከሎ ኣብቲ ደጋዊ ገጹ ፈጥፈጥ ክብል ስለ ዝክእል ሽዑ ዓራት ዓራት ከይገብረልካ እዛ ቴልስታክ ግን ምእንቲ ፈጥፈጥ ከይብል ደጊፋ ስለ ትሕዞ በቲ ድሕሪኡ ወይ ቅድሚኡ እዩ ማለት እዩ በዚ ግን ናይ ጭራ እዮም ዝብልዋ ቴል ስታክ ነቲ ቴል ስታክ ስፖርት ወይ በቲ ጭራ መጺኣ ደጊፋ ትሕዞ ማለት ስለዚ ኩሉ ግዜ ንእሽተይ ነዃል ትገብረሉ ነቲ ሓጺን ኣብኡ ኮፍ ኢላ እዚኣ ከኣ ትሕዞ ማለት እዚኣ ህጂ ከምኡ ሒዛቶ ከላ ከኣ ምስቲ ምስዛ ዘዋሪት እዚኣ ምስኡ ትዘውር ልክዕ ምኽንያቱ ተደጊፉ ሒዝዎ ስለ ዘሎ እዚ ኣብዚ ከምዚ ከምዚ ኩችነተ ስለ ዘለዎ ምስኡ እዩ ዝዘውር ጠጠው ኢሉ ምስቲ ሓጺን ኣይፋሓፋሕን እዩ እዘውር ማለት እዩ ስለዚ እዚኣ ከኣኒ እንታይ ትበሃል ቴል ስታክ ትበሃል ብእንግሊሽ ብትግርኛ ግን ደጋፊት ወይ ጭራ ደጋፊት ክንብላ ንኽእል ኢና ስለዚ እዚኤን ሓደ ሰለስተ ዝተፈላለየ ኣብቲ እታ ውሽጢ እታ መሽን ዘለዋ ኣላሊናኩም ኣለና ኣብዚ እላ ሓንቲ እዛ ትርዋ እዚኣ ከኣ ተቐባሊት ናይ ዝተወደኤ ዝተወደኤ ኣቕሑት እዚኣ እያ ትቕበሎ ማለት እዩ። እዚኣ ንቕድሚት ገጻ ትውርወር፣ ከምዚ ተወርዊራ ከኣ ነቲ ዝተወደኤ ኣቕሓ ኣብቲ መሬት ከይወደቖ ከሎ እዚኣ ተቐቢላ ትሕዞ። ስለዚ ናይ ናይ ሎምዓልቲ ሓፈሻዊ መላለዪ ኣብ ውሽጢ መሽን ናይ ሓደ CNC፣ ሲኤንሲ ማለት ብፕሮግራም ዝሰርሕ መሽን ወይ ኣብ ሃገርና ቶርኒቶረ ንብለን እዚኤን ከኣ ቶርኒቶረ እየን ግን ብፕሮግራም እየን ዘንስርሓ ሰብ ኣብዚ መጺኡ ኣብቲ ኪዲ ናብቲ ኪዲ ወይ ከምዚ ግበሪ ኣይብላን እዩን እታ መሽን እታ መሽን ባዕላ እያ ኩሉ ነገር እቲ ፕሮግራም ምስ ሃብካያ ባዕላ ወዲኣ እቲ ቅሓ ሰሪሓ ትህበካ ማለት ስለዚ እዚ ኩሉ ኣብ ሃገራት ኤውሮጳ ድዩ ካብ ሃገራት ኤሽያ ድዩ ካብ ኤሜሪካ ድዩ ኩሉ ኣቕሓ ተጸሪቡ ድመጸና ከምዚ ጌሮም እዮም ክጸርብዎ ዝውዕሉ ከምዚ ጌሮም ጸሪቦም ኣብ ሃገርና ገሊኡ በሽሓት ገሊኡ ከኣ ልዕሊ ዓቕምና ከፊልና ንእትዎ ናብቲ ዘድልየና መዓላ ከኣ ነውዕሎ ማለት እዩ። ስለዚ ከምዚ ጌርካ ክሳብ ክንደይ ቀጻልነት ኣለዎ፣ እንዳሸመትካ ሲ ክሳብ ክንደይ ኣዋጽኦ ንሓደ ሃገር እሱ ነፍሲ ወከፍኩም ባዕልኹም ክትምልስዎ ትኽእሉ ጉዳይ እዩ። ስለዚ ካብ ሸመትቲ ጥራይ ንኸውን ኣሸመትቲ ክንከውን ተረ ነዚ ፍልጠትዚ ናብ ሃገር ኣሳጋጊርና ነቲ ኤርትራዊ ናይ ስራሕ ዕድል ክትፈጥረሉ እቲ ቴክኖሎጂ ከነላልዮ ብኡ ጌርካ ከኣ ኣብቲ ኣብ ናይ ወጻኢ ምስዳድ ኣበርኩቶና ወይ ኤክስፖርት ዝበሃል ኣብ ኤክስፖርት ከኣ ክንዋሳእ ከም ዘለና ብፍላይ ብፍላይ እዘን ኩለን ጎረባብቲ ሃገርና ዘለዋ ንሕና እንድሕር ቁሩብ ሓርኮትኮት ኢልና ጽዒርና ነዚ ጉዳይ እዚ ኣብ ሓደ ደረጃ ኣብጺሕናዮ፣ ካብ ክንዲ ኔው ካብ ሃገራት ኤሽያ ድዩ ቻይና ድዩ ኤሜሪካ ድዩ ብኽቡር ዋጋ ዶምጽዎ ካባና ካብቶም ጎረቤቶም ክገዝእሉ ዝኽእሉ ብናይ ንግድ ስምምዕ ጌርካ እቲ ብቑዕ ኣቕሑት ብቑዕ ጽሩይ ኣቕሑት ወይ ብቑዕ ኣቑሑት እንድሕር ፀሪብካስ ወይ ሰሪሕካ ካባኻ ዘይገዝእሉ ኣብነት የለን ማለት እዩ። ስለዚ ሎምዓልቲ እዚ ዕድል እዚ ሂብኩም ፅን ኢልኩም ብምስማዕኩም የቐንየለይ። ክሳብ ኣብ ካልኣይ ገፅ ናይዚ ንጀሚርናዮ ዘለና መስርሕ ወይ ኣስተምህሮ ወይ ትምህርቲ ኣብ ምስናዕ ክሳብ ንራኸብ ከዓ የቐንየልና።